ሰላም ለኪ እንዘ ንሰግድ ንብለኪ ሰላም ለኪ ኣነ ሰላምዬ እግዚኣብሔር ይመስገን ሰላም ክትኾኑ ናይ ኩለይ ዘትምኒተ እዩ ናብ ቻነለይ ሓደሽቲ ትመፁ ዘለኹም ላይክ ሳብስክራይብ ምግባር ቤተሰብ ክንኹም ቻነለይ ንክትዓቢ ብዝኸኣልኩምጎ መጠን ሓግዝን ኢኹም ከም ዝፍለጥ ኣዝያ መሃሪት ዝኾነት ዛንታት ተኸታታሊት ዛንታ የቕርበልኩም ኣለኹ። ብዝሓለፈ ሓሙሻይ ክፋል ኣቕርበልኩም ነይረ፣ ሕዚ ድማ ሻድሻይ ክፋል ሒዘልኩም መፅእ ኣለኹ። ካብዚ ኣነ ዘቕርበልኩም ዛንታ ብዙሕ ክትመሃሩ ተስፋ ይገብር። ኣዝያ መሃሪት ዛንታ እያ። ንወዳት ኮነ ንጓላት ንኹላትና ትጠቅም እያ። ኣብ ጥልመትን ቅድሚ ጥልመትን ዘሎ ብዙሕ ነገር እተምህር ዛንታ እያ እሞ ብዝሓለፈ ሓሙሻይ ክፋል ኣቕሪበልኩም ነይረ፣ ሕዚ ድማ ሻዱሻይ ክፋል ሒዘልኩም መጺኣ ኣለኹ። ካብቲ ናይ ብዝሓለፈ ሓሙሻይ ክፋል ንምዘኻኻሪ ንሰንበት ከብለልኩም እሞ ናብ ሻዱሻይ ክፋል እውን ንሓልፍ ኢና። ካብ መጀመርያ ሽካብ መጨረሻ ኣዳምጹ ኢኹም። ሓደ ምሸት እዩ ዘይተጸበኽዎ ስልኪ ተደወለለይ። ንሳ ደማ ነበረት። ድምጻ ብጣዕሚ ዝተሰባበረ ነበረ ተጋጊየ ይቅረ በለለይ በለትኒ ኣነ እቲ ዝበለኒ ኣብ ኣእምሮይ ዝመጸ እቲ ኣብ ካብ ገዛይ ፖሊስ ከውጸኒ ከለዩ ናብ ሕልናይ ዝመጸኒ ድማ እታ ጓለይ እናሃለወት ኣይጓልካን ዝበለትኒ ኣንደበት እዩ እታ ናብ ዓዲ ናብ ወለደይ እናደወለት ወድኹም ሰብ ኣይኮነን ድዩ ዝበለትኒ ኣንደበት እዩ። ንሳ ኣደ ጓለይ ምዃና ድማ ኣይረሳዕኹን። ሻድሻይ ክፋል ሰበይተይ ናብ ኣውሮፓ ምስ ኣምጻእኽዋ ተናሲሐ። እቲ ናይ ተንኮል መርፍእን ናይ ሕልና ጸወታን ንሳ ተመሊሳ ክትመጽእ ምስ ሓተተትኒ፣ እቲ ዝሃብኩዋ መልሲ ጥራይ ኣይነበረን። እዚ ክብል ከለኹ ግን፣ ንጓለይ ክብሪ ከም ዝግብኣ ረሲዐ ኣይኮንኩን። ብቐዳምነት ዝብህገላን ብነፍሰይ ዘፍቅራ ጓለይ ጓል ምዃና ኣይረሳዕኩን። ኣይኮነን ነታ ዕንቊ ኩሉ ፍጥረት ገይረ ዝቖጽራ ኣደይ፣ ረሲዐ ኣይኮንኩን ግና ሰብ እየ እሞ ኣብ ውሽጠይ ዝመጸኒ ካብ ጓልነይን ኣደይን ኣቐዲመ ንዓኣ ንኸምጽእ ዝገበርክዎ መከራ ሕዚ እውን ስለ ዝርብሸኒ እዩ ኣብ ህይወተይ ቅድሚያ ክህቦም ዝግብኡኒ ነገራት ከየቐደምኩ ንዓኣ ኣቐዲመ ብዝገበርክዎ ስለ ዘዘኻኽረኒ እዩ። እቲ መልሲ ናይ ነዊሕ እዋን ዝሓሰብኩሉ ስለ ዝነበረ፣ ናይ ነብሰይ ክብሪ ኣቐዲመ፣ ካብ ሓሉፎይ ተማሂረ እዚ ውሳነ'ዚ ወሰንኩ። ክምልሳ ኣይክእልን። ንሳ ግና ተስፋ ኣይቆረጸትን። ጓልና ኣቦ ናርዶን የድልያ እዩ እናበለት፣ ንስምዒተይ ክትተናክፍ ብዙሕ ግዜ መኮረት። ሕሉፍ ሓሊፍዋ እውን እቶም ትማሊ ወድኹም ሰብ ኣይኮነን ድዩ እናበለት ንወለደይ ትጸርፎምን እተናዕቆም ዝጸንሐት ሕዚ ግና እናደወለት ይቕረ በሉለይ፣ መሓሩኒ፣ ተጋግየ እናበለት ክትድውለሎም ጀመረት። ባዕላ ጥራይ ኣይኮነን ኣብ ዝኣዕበናሉ ከባቢ ዘለዉ ዓበይቲ ዓድን ኣቕሽትን ንክሽምግሉና ተደጋጋሚ ናብ ወለደይ ለኣኸት። ክሻብ ክንድዚ ርሕቐት ከም ዝኸደት ብተደጋጋሚ ሓፍተይ እናደወለት ተዕልለኒ ጀመረት። ይቕረ ክብለላን ንጓለይ ክብላ ክዕረቕን ከም ዘለኒ ድማ ደጋጊማ ነገረትኒ። ክትነግረኒ መኰረት። ቅድሚ እዚ ንሳ ንዓይ ክገብራ እቲ ንቡር ክፍጽሙ ንወለደይ ነገርኩ እምበር፣ እቲ ውሳነ ናተይሲ ምርጫ ሰበይተይ ናተይ ናይ ባዕለይ ከም ዝዀነ ኣዘኻኺረ። ሕዚ እውን ማንኛው ሰብ ወለደይ ሓዊሱ ኣብ ናይ ህይወተይ ውሳነ ጣልቃ ንከይኣትው ኣዕለልኩዋ። ቤተሰበይ ብጣዕሚ ከም ዝፈትዎም ነጊረ ድሕሪ እዛ ንባዕለይ ንጓለይን ንወለደይን ንሕር ሕዚ ንባዕለይን ንጓለይን ንወለደይን ከም ዝነብር ነጊረ ሕጉስ መንፍስ ህይወትን ይመርሕ ከም ዘለኹ ነጊረ ተሳናበትክዋ ኣብዚ እዋን እዚ እዩ እቲ ናይ ሓቀኛ ሰብኣይ ጠንካርን ምኻኑ ጥንኩር ምዃኑ ኣመንኩ። ንሳ ዝለመደቶ ሜላ ከም ዝዀነ ብውሽጠይ ውሽጠይ ይነገረኒ። ኣብ እዋን ሽግርካ ተሽካዕልል፣ ኣብ እዋን ብርሃንካ ድማ ክትጥቀመሉ ትመጽእ ጓል ከም ዝዀነት ውሽጠይ ይነገረኒ። ክትመጽእ ከላ ዝነገርኩዋ ነገር ትዝ በለኒ። ኣብዚ እዋን ኣነብ ዝነብረሉ ዓዲ፣ ተስኢነ ትስእኒ ተረኺበ ትረኽቢ ተመሳሲልኪ ከም እትነብሪ ንባዕልኺ ኣሚንኪ ንባዕልኺ ቃል እተዊ ኢለ ኢለያ ነበርኩ እሳ ግና ኣይገበረቶን ኣነ ግና ሓደ ነገር ጥራይ እዩ ዝሓሰብኩ ሓደ ሰብ ንሓሳብይ ሓሳብካ ክጠልመካ ከሎ ናቲ ገበን እዩ ንካልኣይ ግዜ ክጠልመካ ዕድል እንተሂብካዮ ግን ናትካ ገበን ከም ዝኾነ ካብ ልበይ ይኣምን። ካልኣይ ካልኣይ ክድድብን ንባዕለይ ኣይፈቐድኩላን እየ። ተመስገን ሕዚ ሕጉስ ኣለኹ። ድሕሪ እዚ ህይወተይ ክርበሽ ኣይደልን ኢለ ንባዕለይ ቃል ኣተኹ። ንሳ ንዓይ ጥራይ ኣይኮነን ክትቐትለኒ ክተሳቕቀኒ ዝሓሰበት ናታ ድሌት ዝነበረ መንበሪ ፍቓደይን ክብረይን ናይ መጻኢ ህይወተይን እያ ኣብ ሓደጋ ኣውዲቓቶ። ስለዚ እቲ ማዕጾ ንሓዋሩ ከም ዝተዓጸወ ኣመንኩ። ጸዊዐ ኮፍ ኣቢለ ድማ ከምዚ ኢለ ሓተትክዋ፣ ኣብ ጀርመን ቤተ ሰብኪ ኣለዉኹ እዮም? ኢለ ጠየቕክዋ። ዛንታ ሻሻይ ክፋል ኣብዚ ትውዳእ ሻውዓይ ክፋል ቀጻላይ ከቕርበልኩም እየ ካብዛን ዛንታ እዚኣ ብዙሕ ከም ትመሃሩ ተስፋ ይገብር ኣብ ማንኛው ኣብ ናትና ህይወት ኣነ ካብ ዘምሃርኩላ ተትሕረካያ ብማንካ ተትዝሕለካይ ብኢድካ ልበሃል ነገር ኣብ ሂወትካ ኮነ ኣብ ሂወት ሰባት ክትገብሮ ከም ዘየልካ ንካልእ ሰባት ንመጀመርያ ሰብ ከክብረካ ከሎ እቲ ክብሪ ከም ቃዕሙ ሰብ ከም ቃዕሙ ከክብረካ ከሎ እቲ ናቲ ስለክበረካ ክብሪ ከም ሓደ ዘይረብሕ ወይ ድማ ከም ላኣክ ከም ናትካ ብዙሕ ዋጋ ዘይከፍለልካ ሰብ ሪኢካ ክትከይድ ከለካ ጽቡቅ ከም ዘይትከውን። ጽቡቕ እንድሕር ዘይገበርካ ካዕ ጽቡቕ ከም ዘይትረክብ እያ ተምህር። ካብዛ ዛንታ ዘቕርበልኩም ዘለኹ ብዙሕ ተማሂርኩምላ ክትኾኑ ተስፋ ይገብር። ብጣዕሚ እያ ተምህር። ካብ መጀመርያ ክሽካ መጨረሻ ኣዳምጽዋ ኢኹም። ኣብ ህይወትና ክንገብሮ ዘለና ነገራት በተለይ ኣብ ጽልመት ሰባት ኣሚኖምና ሰባት ጽቡቅ ገይሮምልና ኣንሕና ግና ነቲ ናቶም ክብሪ ክነውርቐ ከለና ክንደይናይ ከቢድ ምዃኑ ክንደይናይ ከቢድ ሃስያ ከም ዝገጥመና መጀመርያና እምበር መጨረሻና ጽቡቕ ከም ዘይኮነ እትገልጽ ዛንታ እያ። ናይ ልማዓንቲ እዚኣ ትመስል ነይራ። ካልእ በዓልቲ ብኻልእ ሽካብ ዝመጸኩም ሰላም ወሰናይ ናበልኩ ክፍለየኩም እየ።